መታን ሒዙ ሕጂ ይጅምር ኣሎ። ዝኸበርኩም ሰማዕትና ንፈነዉና ክትከታተሉ ብኽብሪ ንዕድመኩም።
ሰላም ከመይ ተምስዩ ተኸታተልቲ ፈነወ ሬድዮ ቢቢሲ ኣብዚ ምሸት ዝህልው ትሕዝቶታትና ክነላልየኩም

ትካል ዓላማ ክነፍጽም ዝመጻና ሰባት ይኾና። ኣብ ኢትዮጵያ ናብ ፈተና ኣይትኣቱን ዝተብሃለ ዓይነ ስውር ብሓዊ ነብሰ ቅትለት ፈጺሙ። ባለቻ ደቂቃ። ነታ ዝተረፈት ኢስራ ደቂቃ ተጠቂሙ ክፍተንን እንተሓተቶም እኳ ከፍቅዱሉ ኣይከኣሉን። ሓጸርቲ ዜናታት እውን ሒዝና ኣለና ክትከታተሉና ዝዕድመኩም ኣክሊሉ ጸጋይ። ኣብ ጅቡቲ ዝጸንሑ ልዕሊ ሓደ ሚእትን ሰማንያን መራሕቲ መኪና ትራንስ ኢትዮጵያ መኪናታት እቲ ትካል ከረክቡ ጸቕጢ ይግበረሎም ከም ዘሎ ገሊጾም። እቶም መራሕቲ መኪና ንምፅዓን ናብ ጅቡቲ ኣብ ዝኸድሉ እዋን ኣብ ክልል ትግራይ ጎንፂ ስለዝተወለዐ ዛጊድ ኣይተመለሱን፣ ሃይሉ ሳህለ። ፅዕነት ከጓዕዛ ናብ ጅቡቲ ናይ ዝተጉዓዛ መካይን ትራንስ ኢትዮጵያ መራሕቲ ዝኾኑ ኣስታት ሚኢትን ሰማንያን ኣርባዕተን መራሕቲ መኪና ኣብ ጅቡቲ ኣብ ዝነበርሉ እዋን ኣብ ኢትዮጵያ ኲናት ስለዝተላዕለ ክምለሱ ከምዘይከኣሉ ይገልፁ። መንግስቲ ኢትዮጵያ ድማ ነተን መካይን ሒዞመን ናብታ ሃገር ክምለሱ ዝሓተቶም ኮይኑ ንሳቶም ግና እተን መካይን ካብ ህዝቢ ትግራይ ዝተረከብናየን ንብረት ህዝቢ ትግራይ ስለዝኾና ንመንግስቲ ኢትዮጵያ ኣይነረክብን ምባሎም ይገልፁ። በዚ ምኽንያት ሓለፍቲ ኤምባሲ ኢትዮጵያ ወተሃደራት ጅቡቲ ሒዞም ብምምፃእ ኣገዲዶም ይወስድዎም ከምዘለዉ ቢቢሲ ዘዘራረቦም መራሕቲ መኪና ገሊፆም። ተዓጂብና ንኸድ ኣለና ናበይ ምዃኑ ኣይፈሉን በቃ ኣብ ክልተ ከባቢ ብርጌድ ዝኾኑ ዕጡቓት መፂኦም ብፍሉይ ኣብ ሪንግ ዘለወን መኻይን ገይሮም ይወስዱና ኣለዉ መዓት ብርጌድ ብኸበድቲ መሳርያ ኣስተምዐን ኣለኻ

ትግራይ ስለዝኾና ዝኾነ ሓይለን ኣረክበን እዩ እታ ፍትሓዊ ሕቶ እዩ ስለ ዘሳዕብን ዘተቃጽዑን እዩ። ኣብዚ ጉዳይ ንዝምልከቶም ኣካላት ኣመራርሓ ኤምባሲ ኢትዮጵያ ኣብ ጅቡትን ሚኒስተር ጉዳያት ወጻኢ ጅቡትን ደዊልና ስልኮም ኣይተላዕለን። ላዕለዋይ ዓቃቢ ሕጊ ፌደራል ኢትዮጵያ ናብ ጅቡቲ ንስራሕ ተጓዒዘን ናይ ዘይተመልሳ ሚእትን ሰብዓን ትሽዓተን ናይ ደረቕ ጽዕነት መካይንን ኣርባዕተ ናይ ፈሳሲ መጓዓዚ መካይንን ብድምር ሚእትን ሰማንያን ሰለስተን መካይን ትራንስ ኢትዮጵያ ኣክስዮን ማሕበር ናብ ኢትዮጵያ ብዛዕባ ዝምለሳሉ ኣገባብ ኣብ ጅቡቲ ምስ ዝርከብ ኤምባሲ፣ ሚኒስተር ጉዳይ ውሽጢ ዓዲ ጅቡቲ፣ ሚኒስተር ጉዳይ ወጻእን ካልኦት ዝምልከቶም ኣካላትን ዕዉት ዝርርብ ምግባሩ ኣብ ቀረባ ገሊጹ ነይሩ።
ጊዚያዊ ከንቲባ ምምሕዳር ከተማ መቐለ ኣብ ቀረባ መዓልታት ንሰራሕተኛታት እታ ከተማ ንክልተ ወርሒ ዘይተኸፈለ መሃያ ንምኽፋል ይሰርሕ ምህላው ኣፍሊጡ። እታ ከተማ ኣብ ከመይ ዝበለ ኩነታት ትርከብ? ምስ ጊዚያዊ ከንቲባ ኣታኽልቲ ሃይለስላሰ ዝገበርናዮ ፃንሒት ይስዕብ። ስራሕ እንትንጅምር ከለና ሰለስተ ዋና ዋና ነገራት ኢና ዝዓበየ ትኹረት ሂብና ጀሚርና። ኑቲ ቅልውላው ስዒቡ ዓብዪ ዝበሃል ናይ ፀጥታ ስግኣት እዩ ኣብ ከተማና ነይሩ። ብዙሓት ሓደጋታት፣ ስርቂ፣ ዘረፋ፣ መውቓዕቲ፣ በብግዜኡ ዝስምዕሉ ነገራት መብዛሕቲኦም ኦልሞስት ካብቲ ማሕበረሰብ ቁፅፅር ወፃኢ ዝኾነሉ ማሕበረሰብ ኣብ ዝለዓለ ጭንቂ ውጥረቲ ዝኣተወሉ ኩነታት እዩ ነይሩ። ስለዚ እዚ ችግር እዚ ንምፍታሕ ናብቲ ናይ ከተማ ምርግጋእ ፀጥታ ናይ ምርግጋእ ስራሕቲ ኣሳይመንት ተወሲዱ ስራሕ ጀሚሩ ማለት እዩ። ብመሰረት ካብ መዓልቲ ናብ መዓልቲ ፅቡቓት ዝበሃሉ ለውጥታት ነይሩ እዩ። መሊኡ ጠፊኡ እዩ ተወጊዱ እዩ ዝበሃል ደረጃ ግን ኣይበፅሐይ። ካልኣይ ናይ ሰብኣዊ ስራሕቲ ስራሕ ኣብ ምስራሕ ኢና ንግና ሰፊሕ ብዝበሃል ደረጃ ህፅረት ምግቢ ምስ ዝተተሓዙ ፀገማት ሰፋሕቲ እዮም እዚኦም ንምቕራፍ ብክፍለ ከተሙ ፅንዓት ተገይሩ ካብ ፌደራል መንግስቲ ይኹን ካብ ካልኦት ገበርቲ ሰናይ ትካላት ዝተገነየ ናይ ምግቢ ሓገዝ ኣብ ምግባር ኢና ንግና እታ ሳልሳይ ስራሕ እቲ ናይ መሰረተ ልምዓት መብራህቲ፣ ስልኪ፣ ማይ፣ ባንኪ ድማ ቅድሚ ትማሊ ጀሚሩ እኒሆ። ትራንስፖርት እውን ብተወሰነ መልክዑ ምስ ናይ ታሪፍ ምስ ናይ ነዳዲ ጉዳይ ዘለዉ ሕፅረታት እኒሆ። ግን ዳርጋ ኩሎም መሰረተ ልምዓታት ግልጋሎት ዝጀመርሉ ኩነታት እዩ ዘሎ ኣብ መቐለ። ቅትለታት ከም ዝፍፀሙ፣ ምክልኻል ሰራዊት ኣብታ ከተማ ምህላዉን ብዝተሓዝ ሐዚ ዉን እቲ ህዝቢ ስክፍታታት ከም ዘለዎ ብዝተፈላለዩ መንገድታት ይገልፅ። ንዓና ዉን ዝበፅሑና ሓበሬታታት ነዚኦም ዘመልክቱ እዮም እሞ እንታይ ዓይነት ስራሕቲ ይስርሑ ኣለዉ? ሐዚ ዘለዉ ሪፖርታት ምስ ስርቂ ብፍላይ ምሸት ደሞ ብልተወደበ ዝመስል መልክዑ ናይ ዘረፋ ምልክታት እዮም እቶም እስካዕ ሐዚ ሪፖርት ይግበሩልና ለለዉ። እስካዕ ሐዚ ግን ጠቅላላ ቅድሚ ንሕና ዉን ላብቲ ስራሕ ምምፃእና ዝነበረ ነገር ተእልና ኖርማል ንሕና ዉን ቅድም እቲ ላብቲ ሓላፍነት ዚኣት ምልክታት ንርእየሉ ናብ ጉዘ ልኾታት ሰልነበረ ድምር ዝበለ መልክዑ እቲ ኮማንድ ፖስት ታይ ብጠቕላላ ኣጋጢሙ ዝብል ነገር ዝሓፀረ ግዜ መግለፂ ዝህበሉ ዝኾነ እዩ እቲ ዘለኒ ሓበሬታ ዝግለፁ ሓደጋታት እዮም ሪፖርት ይግበሩና ኣለዉ። እቲ ምምሕዳር ናይታ ከተማ ምስቲ ናይ ክልል ትግራይ ግዝያዊ መንግስቲ ብምትሕብባር ኣብ ዘዳለዎም መድረኻት ወከልቲ ናይቲ ነባሪ ተባሂሎም ኣብቲ መድረኽ ምሳኹም ዘተ ዝገበሩን ናብ መሪሕነት ዝመጹ ዘለዉ ኣካላት ብኸመይ ዝተሓጸዩ፣ ብኸመይ ዝተመረጹ፣ ኣብቲ መድረኽ ነቲ ነባሪ ወኪሎም ተባሂሎም ዝቐረቡ እዮም። ህዝቢ ብሬድዮ፣ ብቴሌቪዥን ጻውዒት ቐሪብሉ፣ ኣብ ከተማ ብመካይን፣ ብስፒከራት፣ ብሞንታርቦ ቕስቐሳ ተገይሩ፣ ገለ ገለ ቮለንቲር ደሞ በብገዛ ቴቐረ ጻውዒት ገይሮም ኣብ ኣዳራሽ ብዕልል ምረጽ። ምናልባት ግን ናብ ዝጽውዑ ኣኼባታት ዘይምምጻእ፣ ብንቕሓት ዘይምስታፍ ጸገማት እኔዉ። ምናልባት ወረርቲ ምምሕዳር ተሎ ክቆም ስለ ዝግበኦ እቲ ህዝቢ ካብቲ ምምሕዳር ከግንዮሉ ዝግባእ ግልጋሎት ምሃብ ስለ ዘድሊ ወረርቲ ዝቐርቡ ፃውዒታት በቲ ዝመፀ ህዝቢ ምርጫ ኣካይድኻ ናብቲ ስራሕ ናይ ምእታው ችኮላ ዝመስሉ ነገራት ኣለዉ። ምኽንያቱ ሰብኣዊ ሓገዝ ንምግባር ናይ ግድን ፅንዓት ክግበር ኣለዎ። ፅንዓት ክግበር ድማ እዚኣ ክገብር ዝኽእል ኣወዳድባ መሓውር ክህሉ ስለ ዝግባእ ማለት እዩ። ካብ ወፃኢ ኣብ ዝኾነ ይኹን ክፍለ ከተማ ነባሪ ዘይኮነ ህዝቢ ዘይመረፆ ምንም ዓይነት ሰብ ኣብ ኣመራርሓ ዝኣተወ የለን። ነበርቲ ዘይኮኑ ዘይፍለጡ ግዝዖም ዝኣልባሃሉ ሰባት ናብ መርሕነት ልመፁሉ ክፍለ ከተማ እስኪ ኣሕዝየለይ። ኣብቶም ዝካየዱ ህዝባዊ ኣኼባታት ከ ብኸመይ ኣብ ዓመት?
ህዝባዊ ኣኼባ ዕላዊ የብሉን። ሕዚ እንታይ መሲሉ ከኣ እቲ ኣኼባ ክፉት እዩ። ብ ብሬድዮ እዩ ማስታወቂያ ዝስራሕ። ብመኪና ብማንታጉ እናተዘረ እዩ ዝጽዋዕ። ስለዚ ንዝኾነ ይኹን ኣካል ሰብ ሕዚ ብግ ብግሊ ዝጽዋዕ፣ ተፈልዩ ዝጽዋዕ ወይም ደሞ እንትና ከይትኣቱ እንትና ከይትመጽእ ዝበሃል ሰብ የለን። ምንም ተፈለየ ናብ ፖለቲካ ዓላማ ዘለዎ መድረኽ ይኾን ኣይንፅወዕ ምንም ዓይነት ፖለቲካዊ ዓላማ ዘለዎ ይኾነ ንሕና እውን ናዝኾነ ይኹን ናብ ፖለቲካ ትካል ዓላማ ክነፍፅም ዝመፃእና ሰባት ይኾንናይ ተቐባልነት ረኺብና ኣለና እቲ ህዝቢ ናትና ምምሕዳር ተቐቢሉ ፅቡቕ ከቐፅለና ዝኽእል ኩነታት ኣሎ ዝብል ገምጋም ዶ ይህልወኩም? ኣነ ብኡ እየ ክግምግሞ ዝደሊ ክግምግሞ ዝደሊ ኣነ ወይ መሳርሕተይ ናብቱ ቦታ ካብ ዝመፃእና ግዜ ጀሚሩ ኣብ ልዕሊ ህዝብና ኣጋጢሙ ዝነበረ ችግር ብህንደይ መጠን ቐኒስናዮ ወይም ደሞ ብህንደይ መጠን ኪነወግዶ ንንቀሳቐስ ኢና ልብል ነገር እዩ ናዮ መዐቀሊ። ሓደ ናይቲ ሰብኣዊ ቅልውላው ከም መቃለሊ ክውሰድ ዝኽእል እውን መሃያ ናይቲ ሰራሕተኛ ምኽፋል ክኸውን ስለ ዝኽእል ነዚኸ ብኸመይ ክትፈትሕዎ ትሓስቡ ኣለኹም? ኩልና ናይ መንግስቲ ሰራሕተኛ ስለ ዝኾንና ዝሓለፉ ክልተ ወርሒ ደሞዝ ኣይወሰድናን። እቲ ችግር ኣብ ሰባት ጥራሕ ተይኮነ ባዕልና እውን ንፈልጦ። መጋጣሚ ለይቲ ቃትር ኢልና እውን እታ ናይ ባንኪ ጉዳይ እውን ነበራ ኩለ ዕንቅፋታት ኦረዲ ኣስተኻኺልና እታ ባንኪ እውን ጀሚራ ኣላ መንጋጣሚ ሎማዕንቲ ክላብ ክልል ፋይናንስ ናይ ደሞዝ መጠን ተጠቒሱ ደጋጊ ተጣሒፉ ተፈቒዱልና ኣሎ ኣብ ዝሓፀረ ግዜ ደሞዝ ክኽፈል እዩ ማለት እዩ ጊዜያዊ ከንቲባ ከተማ መቐለ ንዝሃብካና መብርሂ ብጣዕሚ የመስግን የቐንየለይ የቐንየለይ ፈነወ ቢቢሲ ትግርኛ ትከታተሉ ኣለኹም ናብ ሓፀርቲ ዜናታት ክንሰግር ኣብ ኤርትራ መጠን መልከፍቲ እናወሰኸ ይኸይድ ኣሎ ሚኒስትሪ ጥዕና ሎሚ ሓሙስ ኣብ ዘውፅኦ ሓበሬታ 68 ዜጋታት ከም ዝተለኸፉ ተረጋጊጹ ኣሎ ንሳቶም 41 ኣብ መወሸቢ ማእኸላትን ክፍልታት ተመላለስቲ ሕሙማትን 26 ኣብ ማእኸላት ዞባ ጋሽ ባርካ ከምኡውን ሓንቲ ኣብ ዞባ ዓንሰባ ዝተረኸቡ'ዮም። ናይ መገሻ ድሕረ ባይታ ዘይብሎም ይልከፉ ምህላዎም ኣብታ ሃገር ዓቢ ሻቕሎት ፈጢሩ ኣሎ። ብኻልእ ወገን ሰላሳን ሰለስተን ዜጋታት ሓውዮም ካብ ሆስፒታላት ተፋንዮም ኣለዉ። ኣብ ምዕራባዊ ሱዳን ኣብ ዝርከብ ዞባ ዳርፉር ንሰላሳን ሓደን ንዓሰርተ ሰለስተ ዓመታት ተዋፊሮም ዝጸንሑ ዓቀብቲ ሰላም ሕብረት ኣፍሪቃን ሕቡራት ሃገራትን ሎሚ ሓሙስ ምውፋሮም ከም ዘብቅዐ ኣፍሊጡ። እቲ ስጉምቲ ብመሰረት ባይቶ ጸጥታ ሕቡራት ሃገራት ብ ዕስራን ክልተን ታሕሳስ ዘሕለፎ ውሳነ እዩ ዝውሰድ ዘሎ። ኣብቲ ኣብ ክልተ ሽሕን ሰለስተን ዝተወልዐ ግጭት ብ ኣማኢተ ሽሓት ዝቑጸሩ ሰላማውያን ሰባት ምቕታሎም ይዝከር። ብሪጣንያ ሎሚ ፍርቂ ለይቲ ካብ ሕብረት ኣውሮጳ ድሕሪ ኣርባዓን ሸውዓተን ዓመታት ጠቕሊላ ክትወጽእ እያ። ኣብ ክልተ ሽሕን ዓሰርተ ሽዱሽተን ብዝተገበረ ህዝበ ውሳነ ዝበዝሕ ህዝቢ ብሪጣንያ ካብቲ ሕብረት ክትወጽእ ድሕሪ ምድማጹ እያ ምስቲ ሕብረት ትፋታሕ ዘላ። ኣብዚ ቀረባ መዓልታት ኣብ ሞንጎ ክልቲኦም ወገናት ብድሕሪቲ ፍትሕ ዝህሉ ንግዳዊ ርክብ ብዝምልከት ኣብ ስምምዕ ምብጽሖም ይዝከር። ፈረንሳ ሰባት ኣብ ድሮ ሓድሽ ዓመት ከይተኣኻኸቡ ዝኽልክሉን ነቲ ተኣዊጁ ዘሎ ሰዓታት እቶ እቶት ዝቆጻጸሩን ተወሰኽቲ ሓደ ሚእቲ ሽሕ ሰራዊት ኣዋፊራ። ኣብታ ሃገር ክሳብ ሎሚ ክልተ ነጥቢ ሽዱሽተ ሚልዮን ሰባት ብኮሮናቫይረስ ክልከፉ እንከለው ስሳን ኣርባዕተን ሽሕ ሞይቶም ኣለው። ፈረንሳይ ብበዝሒ መልከፍቲ ካብ ሃገራት ዓለም ኣብ ሓምሻይ ደረጃ ተሰሪዓ ትርከብ። ናብ ናይ መወዳእታ ትሕዝቶና ሰጊርና ኣለና ኣብ ዝሓለፈ ሰሙን 16 ታሕሳስ 213 ኣቆፃፅራ ኢትዮጵያ ሓደ ዓይነ ስውር ተምሃራይ ሕጊ ንነብሱ ብሓዊ ኣንዲዱ ነብሰ ቅትለት ከም ዝፈጸመ ተሰሚዑ ነይሩ። ኣብርሃም ዱሬሳ ብድሕሪ እቲ ዓመታ ዝወደኣሉ ምድላው ኣብ ዝሓለፈ ሰሉስ እዩ ኣብ ዩኒቨርሲቲ ኣዲስ ኣበባ ፈተና ክወስድ ጀሚሩ። ናይ ቀረባ መሓዝኡ ጣሰው ሃብታሙ ከም ዝሓበረና እንተኾይኑ ካብ ሰሉስ ጀሚሩ ዝወሰዶ ገለ ካብቶም ፈተናታት ንኣብርሃም ብዙሕ ዝኸበድዎ ኣይነበሩን። ረቡዕን ሓሙስን ብጽቡቕ ምስ ተፈተነ ግን ዓርቢ ናብቲ ፈተና ዝኣትወሉ መለለይ መለለይ ቁጽሪ ረሲዑ መጺኡ። እቲ ፈተና ንኸየምልጦ ብዝብል እቲ ተቖጻጻሪ ንኸእትዎ ብጣዕሚ ከም ዝለመኖ ጣሰው ይዛረብ። እቲ ተቖጻጻሪ ፈተና ግን ንኣብርሃም ንኸኣቱ ኣይፍቀደሉን። ኣብርሃም ናብ መፈተኒ ክፍሊ ክኣቱ ከይተፈቐደሉ ምስ ተረፈ ብዛዕባ ዝወሰኖ ውሳነን ዝፈጸሞ ተግባርን ካብ ኣንደበት መሓዝኡ ጣሰው ክንሰምዕ። ፈተናው ኣላለቀም፣ ተማሪዎች ኣልወጡም፣ ቢያንስ ከሃያ በላይ እቲ ተማሃሮ ፈተና ኣልወጡም፣ ኣይተወደኣን ነይሩ፣ ተፈታኒ ግን ተፈተንቲ ኣልወጡም፣ ተማሃሮ እውን ተማሃሮ ኣልወጡም ኣይወጹን። ብዘለማ ልዕሊ ሰዓታት ናብቲ መፈተኒ ክፍሊ ከእትውዎን ነታ ዝተረፈት ዒስራ ደቒቓ ተጠቂሙ ክፍተንን እንተ ሓተቶም እኳ ከፍቅዱሉ ኣይከኣሉን። ሽዑ ናብ መሬት ወዲቑ እናበኸየ ንኻልኦት ሓለፍቲ'ውን ብምርካብ ለሚንዎም። ግና ኣይቀንዖን። ሰዓት ኣርባዕተ ይኸውን ናብ ገዛ ምስ ተመለሰ፣ ንምንታይ ደኣ ሎማኣንትስ ፈተና ዘይተፈተንካ? ኢለ ሓቲተዮ። መልሲ ክህበኒ ኣይደለየን። ይሓርቕን ይበክን ብምንባሩ ፈተና ከም ዘይተፈተነ ክንግንዘብ ክኢልና። ብዝከኣለና ከነህድኦ ፈቲንና። ግን ኣይከኣልናን እናበኸየ ናይ ዕድለይ ፍጻመ'ዩ፣ ዓይነ ስዉር እንተዘይ ተማሂሩ ጸገሙ ብዙሕ'ዩ ይብል ነይሩ። ከምዚ ክብል ምስ ወዓለ ድማ ምሸት ናብ ገዝኡ ኣትዩ ከባቢ ሰዓት ኣርባዕተ ናብ ነብሱ ነዳዲ ኣፍሲሱን ተቐጻጸልቲ ነገራት ኣብ ዙርያኡ ኣኪቡን ሓዊ ዓንዲዱ።
ሽዑ ኣብቲ ገዛ ዝነበሩ ሰባት ነቲ ሓዊ ምስ ረኣዩ ንመዓጾ ገዝኡ ሰይሮም ብምእታው ነቲ ባርዕ ከጥፍእዎ ክኢሎም'ዮም። እንተኾነ ኣብርሃም ኣዝዩ ተጎዲኡ ነይሩ። ኣካላቱ ኩሉ ብሓዊ ነዲዱ ምስ ትንፋሱ ናብ ሆስፒታል ተወሲዱ። እቲ ዘሕዝን ክስተት ምስ ኣጋጠመን ትንፋስ ኣብርሃም ኣብ ናይ መወዳእታ ምዕራፍ ኣብ ዝበጽሐትሉ ግዘን ኣብ ሆስፒታል የካቲት ካብ ጎኑ ዘይተፈለየ ኣሸብር ገብረህይወት ነቲ ዝነበረ ኩነታት ብኸምዚ ይዝክሮ። ወደ ሆስፒታል ሲሄድ እየተነፈሰ ነው። ናብ ሆስፒታል ክውሰድ ከሎ ትንፋሱ ነይራ፣ ሙሉእ ሰብነቱ ግን ሓዊ ተቓፂሉ እዩ። ሰብነቱ ብምንዳዱ ንምሓዝ የፀግም ነይሩ። ሓኻይም ከትርፍዎ እናፀዓሩ ከለው ግን ህይወቱ ሓሊፉ። ሽዑ ቤተሰቡን መሓዙቱን ተፀዊዖም ክሳብ ዝመፅኡ ኣስከሬኑ ኣብ ቀፅሪ ሃገራዊ ማሕበር ዓይነ ስውራን ክፀንሕ ተገይሩ። ብድሕሪኡ ናብ ሃገሩ ተሰንዩ።
ኣብርሃም ኣብ ገዝኡ ንበይኑ ዝነበረሉ ምኽንያት፣ ነብሰ-ጹር ዝነበረት በዓልቲ ገዝኡ ንኽትወልድ መቐለ ናብ ዝነበሩ ስድራኣ ምስ ከደት፣ ብሰንኪ'ቲ ኣብ ትግራይ ዝተወልዐ ኲናት ናብ ኣዲስ ኣበባ ክትምለስ ከይከኣለት ብምትራፋ እዩ። ፕረዚደንት ማሕበር ዓይነ ስዉራን ኢትዮጵያ ኣይተ ወሰን ኣለሙ፣ ብዛዕባ'ቲ ዘሕዝን ፍጻመ ዝስዕብ ርእይቶ ሂቡና። ይሄ ግን ያው ህግን ካለማወቅ የመነጨ ነው ሚል እሳቤ ኣለኝ። እዚ ሕጊ ካብ ዘይምፍላጥ ዝነቐለ እዩ ዝብል እምነት እዩ ዘለኒ። ምኽንያቱ ንጉዱኣት ኣካል ዝምልከት ስምምዕ ብዛዕባ ተመጣጣኒ ምምችቻው ይገልጽ እዩ። እዚ ማለት ከኣ ንጉዱኣት ኣካል ኣብ ግምት ዘእተወ ናይ ሰዓት ወይ ናይ ቦታ ምትዕርራይ ክኸውን ይኽእል። ናይ ፈተና መፍለዪ ቁጽሪ ከይገበርካ ክፍተኑ ምግባር እውን ክኸውን ይኽእል እዩ። ኣብርሃም ድማ ሰለስተ መዓልቲ ዝኣክል ተፈቲኑ ነይሩ። መፈተኒ ኮድ ሒዙ ይኸይድ ምንባሩ እውን ፍሉጥ እዩ። ዝኾነ ኾይኑ ግን ንዓይነ ስውር ምስ ካልእ ማዕረ ሰዓት ምሃብ ልክዕ ኣይኮነን። ኣብዚ ጉዳይ ካብ ዩኒቨርሲቲ ኣዲስ ኣበባ ኾነ ካብ ሆስፒታል ተወሳኺ መብርሂ ንምርካብ ዝገበርናዮ ፈተነ ክሰምረልና ኣይከኣለን። ክቡራት ተኸታተልትና ናይ ሎሚ ምሸት ምድላውና ኣብ ዝተዛዚሙሎ ምሳና ስለ ዘምሰኹም ነመስግን ጽባሕ ክንራኸብ ኢና ሰላም ድሓን ሕደሩ